ኣብ መንጎ ምዕራባውያን ካብ ነዊሕ እዋን ኣትሒዙ ኣካታዒ ኮይኑ ዝጸንሐ ጉዳይ ስደተኛታት ኣብ ካናዳ ግን ብውሕዱ ክሳብ ሕጂ ዝሓሸ ኮይኑ'ዩ ጸኒሑ። ሕጂ ግን ብሰንኪ ሕጽረት ኣባይትን ምውሳኽ ክራይ ገዛን ኣብ ዝተወሰኑ ከባቢታት ዝተራየ ተቓውሞ ጎስጓሳትን እቲ ኣጠማምታ ተቐይሩ እዩ ዝመስል። ገለ ሰባት እዞም ምኽንያታት ጀስቲን ትሩዶ ካብ ስልጣኑ ንክወርድ ምኽንያት ከምዝኾኖ ይምጉቱ እዮም። ዶላንድ ትራምፕ ብወግዒ ናብ ስልጣን ምስ ደየበ ድማ እዚ ኩነታት ከይጋደድ ስክፍታ ፈጢሩ ይርከብ። ኣብ ካናዳ ከባቢ ቶሮንቶ ማእከላይ ወርሓዊ ክራይ ሓደ መደቀሲ ክፍሊ ክልተ ሽሕን ክልተ ሚእትን ስሳን ሓደን ዶላር ካናዳ እዩ። ኣብ ብራምተን ኦንታርዮ ድማ ዋጋ ሓንቲ እቲ ካረ ንጽል መደቀሲ ክፍሊ ሓሙሽተ ሚእትን ሓምሳን ዶላር እዩ። ምናልባት እዚ ጽቡቕ ዋጋ ክመስል ይኽእል እዩ፣ ብሓቂ ግን እዛ ክፍሊ ናይ መደቀሲ ዝተቐየረት ንእሽተይ ዓይኒ ምድሪ እያ ትመስል። ኣብ ጎኒ መሕጸቢ ኢድ ፍርናሽ ዘተዘርግሓላ፣ ዓይኒ ምድሪ ድማ ኣብ ጥቕኡ ዝርከበላ ክፍሊ እያ ትውንን። ከምዚኦም ዝበሉ ክፍልታት ዘዋዕዎ ጽሑፋት ኣብ ኢንተርነት ኣዘራረብቲ ኮይኖም ኣለዉ። ፉንፉን ዝብል ርእይቶ ዝህቡ እውን ብዙሓት እዮም። ካናዳ ሰፊሕ ቦታ እኳ እንተሃለዋ እኹል ገዛውቲ ግን የብላን። ኣብ ዝሓለፉ ሰለስተ ዓመታት ኣብ መላእ እታ ሃገር ክራይ ገዛ ዳርጋ ብዕስራ ሚእታዊት ወሲኹ እዩ። ብድምር ኣስታት ክልተ ነጥቢ ኣርባዕተ ሚልዮን ካናዳውያን ስድራቤታት ኣብ ኣዝዮም ንኣሽቱ ወይ ህጹጽ ጽገና ዘድልዮም ኣባይቲ ከም ዝነብሩ ኣብ ታሕሳስ ዝወፀ ፀብፃብ ተቆፃፃሪ መንግስቲ ይገልፅ እዩ። እዚ ሕፅረት መንበሪ ኣባይቲ ካናዳውያን ምስ ናህሪ ዋጋታት መነባብሮም ኣብ ዝቃለስሉ ተመሳሳሊ እዋን እዩ ናብ ዝለዓለ ጥርዙ በፂሑ ዘሎ። እዚ ድማ ብግዲኡ ጉዳይ ስደት ኣብቲ ሃገር ልዑል ኣጀንዳ ክኸውን ምክንያት ኮይኑ ይርከብ። ካብ ነዊሕ እዋን ጀሚሩ ስደተኛታት ክቕበሉ ዝጸንሑ ካናዳውያን ንመጀመርታ ግዜ ከተማታቶም ብኸመይ ክመሓደራ ከም ዝኽእላ ክሓቱ ጀሚሮም ይርከቡ። ካብ ነዊሕ እዋን ኣትሒዙ ኣብ ፖለቲካ ካልኦት ምዕራባውያን ሃገራት ኣብ ዙርያ ስደት ዝተፈላለየ ኣንፈት ዝሓዛ ክትዓት ክረእ ጸኒሑ'ዩ። ክሳብ ቀረባ እዋን ግን እዚ ኣብ ካናዳ ኣይረኣይን ነይሩ። ምናልባት ብሰንኪ ኣቀማምጣ ክኸውን ይኽእል'ዩ። ሕጂ ግን ኣብዚ ጉዳይ ዘሎ ኣተሓሳስባ ዓሚቕ ለውጢ ዘርኢ ዘሎ ዝመስል። ጉጅለታት ጎስጓስ እውን ብዛዕባ እዚ ጉዳይ ከልዕሉ ጀሚሮም ይርከቡ። ኣብ ኦታዋ፣ ቫንኮቨር፣ ካልጋርን ከምኡውን ኣብ ካልእ ቦታታት እቲ ሃገር ኣንጻር ስደት ሰልፍታት ተቓውሞ ተኻይዶም እዮም። ብሓቂ ዝኾነ ሰብ ብዛዕባኡ ክዛረብ ዘይደልዮ ኣዝዩ ክልኩል ጉዳይ እዩ ኢለ ይሓስብ ይብል ፒተር ክራታዝራር። ንሱ መሃንድስ ሶፍትዌርን መስራቲን ኣይቲ ኣብ 2024 ዝተመስረተ ኮስት ኦፍ ሊቪን ካናዳ ዝተብሃለ ጉጅለ ተቃውሞን እዩ። ግን ነገራት ናይ ብሓቂ ተቐይሮም ኣለዉ። ፈጻሚ ዳይረክተር ኢንስቲትዩት ዳህሳስ መጽናዕቲ ኪት ኖይማን ብወገኑ ሰባት እቲ ስርዓት ስደት ብኸመይ ይመሓደር ከም ዘሎ ስክፍታ ኣለዎም ይብል። ኣብ ፖለቲካ ካናዳ ዝለዓለ ስም ዝነበሮ ቀዳማይ ሚኒስትር ጀስቲን ትሩዶም ኣብ መንጎ እቲ ኣብ መንጎ ጉዳይ ስደተኛታት ዘሎ ሰፊሕ ዘይዕግበትን ወሳኒ ዓመት መረፃን እዩ ብሽዱሽተ ጥሪ ካብ ስልጣኑ ከምዝወርድ ኣፍሊጡ። ቅድሚኡ ዝነበሮ ተቐባልነት ዕስራን ክልተን ሚታዊት ጥራይ እዩ ነይሩ። ኣብ ቀዳማይ ዓመት ስልጣኑ ግን ስሳን ሓሙሽተን ሚታዊት ተቐባልነት ነይርዎ እዩ። ናይዚ ቀንዲ ምኽንያት ዋላ እኳ ስደት እንተኾነ ንሱ ግን ውሽጣዊ ብድሆታት ክቃለስ ምጽንሕዩ ዝጠቅስ። ብዙሓት ድማ ኣብቲ ብኸፊል ብሰንኪ ስደት ዝመጸ ዝብልዎ ዝቕባበ ዋጋን ወሰኽ ክራይ ኣባይትን ብዝምልከት ዝንጉዕ ምላሽ ከም ዝሃበ ይኸሱ። ጉዳይ ስደተኛታት ቅጽበታዊ ጠንቂ ካብ ስልጣን ምውራዱ ዘይክኸውን ይኽእል እዩ፣ ኣብ ልዕሊ እቲ ኬክ ዘሎ ሽግር ግን ክኸውን ይኽእል እዩ ይብል ኣብ ዩኒቨርሲቲ ኩንስ ሓላፊ ክፍሊ ፖለቲካዊ መጽናዕቲ ፕሮፌሰር ጆናታን ሮዝ፣ ድሕሪ ለቨዳ ኮቪድ ኣብ ትሕቲ ምምሕዳር ትሩዶ ዝነበረ መንግስቲ ካናዳ፣ ክኢላታት ስደተኛታት ዝርከብዎም ወጻእተኛታት ተማሃሮን ግዛውያን ሰራሕተኛታትን ናብታ ሃገር ምእታዎም ነቲ ዝተዳኸመ ቀዳማይ ቁጠባ ዳግማይ ክበራበር ዝሕግዝ ሱር በተኻዊ መንገዲ ኢሉ ስለ ዝኣመነ ኮታ ስደተኛታት ክውስኽ ነይርዎም። ቅድሚ ዓሰርተ ዓመት 35 ሚልዮን ዝነበረ ብዝሒ ህዝቢ እታ ሃገር ሕጂ ልዕሊ ኣርባዓ ሚልዮን በጺሑ ይርከብ። ቀንዲ ምኽንያት እዚ ወሰኽ ብዝሒ ስደተኛታት እዩ። ካብ ኣህጉራዊ ትካል ስታትስቲክስ ካናዳ ዝተረኸበ መረዳእታ ከም ዝሕብሮ ኣብ 2024 ልዕሊ ቴስዓ ሚእታዊት ዕቤት ብዝሒ ህዝቢ ብሰንኪ ስደት እዩ። ብሓፈሻ ቁጽሪ ስደተኛታት ወሲኹ እዩ። ኣብ 2013 ኣብ ካናዳ 10,365 ኣመልከትቲ ስደተኛታት ጥራይ'ዮም ነይሮም። ኣብ ክልተ ሽሕን ዕስራን ሰለስተን እቲ ቁጽሪ ናብ ሚእትን ኣርብዓን ሰለስተን ሽሕን ሸውዓተ ሚእትን ሰብዓን በሪኹ ይርከብ። መረጽቲ ብሰንኪ ስደት ዝተሰምዖም ዘይዕግበት ካብ ጠንቂ ንላዕሊ ምልክት ውድቀት ትሩዶ ምዃኑ ፕሮፌሰር ሮዝ ይምጉት። ብመንጽር ህዝባዊ ርእይቶ ትሩዶ ነቲ ኩነታት ክርዳእ ከም ዘይከኣለ ዘንጸባርቕ'ዩ። ንትሩዶ ካብ ውሽጣዊ ሊበራላዊ ሰልፊ መን ከም ዝትክኦ ንጹር ኣይኮነን። ግን ኣብቲ መጻኢ መረጻ ዝተገበረ ዳህሳስ ከም ዘመልክቶ መረጽቲ ብፒየር ፖሎቬር ዝምራሕ ኣቃባዊ ሰልፊ ዝድግፉ ይመስሉ። እዚ ሰልፊ ድማ ቁጽሪ ሓደስቲ መጻእቲ ትሕቲ ቁጽሪ ናይቶም ዝህነጹ ሓደስቲ ኣባይቲ ክኸውን ዝጣበቕ እዩ። ትራምፕ ኣብ ሕዳር ኣብ ዝተኻየደ ፕሬዝደንታዊ መረጻ ኣሜሪካ ካብ ዝዕወት ንደሓር ፓይሊቪር ብዛዕባ ስደት ኣዝዩ ከልዕል ጸኒሑ እዩ ይብል ፕሮፌሰር ሮዝ። ብሰንኪ እዚ ድማ ስደት ኣብ ኣእምሮ መረጽቲ ሰሪጹ ኣሎ። ብርግጽ ትራምፕ ንኻልኣይ ግዜ ምምራጹ፣ ሓድሽ ቀዳማይ ሚኒስተር ካናዳ መን ምዃኑ ብዘየገድስ፣ ድሮ ኣብታ ሃገር ዘጋጠመ ነገር ከጋድድ ከም ዝኽእል ንጹር እዩ። ትራምፕ ሰነድ ዘይብሎም ስደተኛታት ብጃምላ ክሰጎግ ብዝኣተዎ ምብጻዓ እዩ ኣብ መረጻ ክዕወት ክኢሉ። ካብ ዝዕወት ጀሚሩ ድማ ነቲ ዝኣተዎ ምብጻዓ ንምፍጻም ወታደራዊ ሓይሊ ከዋፍርን ሃገራዊ ህጹጽ እዋን ክእውጅን ምዃኑ ገሊጹ ኣሎ። ብተወሳኺ ድሕነት ዶባት እንተዘይሓይሉ ኣብ ኣቑሑት ካናዳ ዕስራን ሓሙሽተን ሚታዊት ታሪፍ ክፅዕን መደብ ከምዘለዎ ኣፍሊጡ እዩ። ካናዳን ኣሜሪካን ኣብ ዓለም እቲ ዝነውሐ ሓፁር ዘይብሉ ሓባራዊ ዶብ ዝውንና ሃገራት እየን። እዚ ዶብ ዳርጋ ትሽዓተ ሽሕ ኪሎ ሜተር ዝዝርጋሕ ኮይኑ መብዛሕትኡ ብብዝሒ ኣግራብ ዝተሸፈነ እዩ። ዘስላሽ ተባሂሉ ብዝፅዋዕ ሽዱሽተ ሜትሮ ስፍሓት ዘለዎ ፅርግያ መሬት ዝተሓንፀፀ እዩ። ዘይከም ደቡባዊ ዶብ ኣሜሪካ መዳድቕ የብሉን። እዚ ንነዊሕ እዋን ኣብ መንጎ ኦታዋን ዋሽንግተንን ዘኹርዕ ቦታ ኮይኑ እዩ ጸኒሑ። ከም ምልክት ናይቲ ጥቡቕ ርክብ እተን ሃገራት እዩ ዝርአ። ትራምፕ ንመጀመርያ ግዜ ኣብ 2017 ናብ ስልጣን ምስ መጸ ቁጽሪ ሓተቲ ዑባ ሰማይ ዓሪጉ እዩ። ብኣሽሓት ዝቑጸሩ ሰባት ብእግሮም ዶብ ሰጊሮም ናብ ካናዳ ኣምሪሖም እዮም። ኣብ ክልተ ሽሕን ዓሰርተ ሽዱሽተን ትሕቲ ዕስራን ኣርባዕተን ሽሕ ዝነበረ ቁጽሪ ሓተትቲ ዑቕባ ኣብ ክልተ ሽሕን ዓሰርተ ሸሞንተን ኣብ ዓመት ናብ ሓምሳን ሓሙሽተን ሽሕ ከም ዝዓረገ መንግስቲ ካናዳ ይሕብር። ዳርጋ ኩሎም ካብ ግዝኣት ኒውዮርክ ናብ ኲቤክ ኣውራጃ ካናዳ ዝሰገሩ እዮም። ኣብ ክልተ ሽሕን ዕስራን ሰለስተን ካናዳን ኣሜሪካን ዱብን ከጽንዓ ተሰማሚዐን እየን። እዚ ስምምዕ መብዛሕትኦም ስደተኛታት ካብን ናብን ክልቲኤን ሃገራት ከይሰግሩ ዝዓግት እዩ። ብመሰረት እቲ ስምምዕ እተን ሃገራት ዶብ ሰጊሮም ናብ ኣሜሪካ ወይ ካናዳ ዝኣትዉ ስደተኛታት ኣብ ውሽጢ ዓሰርተ ኣርባዕተ ናብ መጀመርታ ዝኣትዉለን ሃገር ክምለሱ ኣለዎም። ኣብኡ ድማ ዑቕባ ይእውጁ። ብትሩዶን ጆ ባይደንን ዳግማይ ዝተመሓየሸ ስምምዕ ኣሜሪካን ካናዳን ናሕተቲ ዑቕባ ውሑሳት ሃገራት እየን ኣብ ዝብል ሓሳብ ዝተምርኮሰ እዩ። ኣብዚ እዋን እዚ ሮያል ካናዳያን ማውንቲድ ፖሊስ ብዝብል ዝጽዋዕ ሃገራዊ ሓይሊ ፖሊስ ካናዳ ትራምፕ ቃለ መሓላ ቅድሚ ምፍጻሙ ኣብቲ ዶብ ክውስኽ ንዝኽእል ምስጋር ስደተኛታት ዝኸውን ህጹጽ ውጥን ምድላው ከም ዝጀመረ ይገልጽ። እዚ ድማ ሰብ ኣልቦ ነፈርቲ፣ ናይ ለይቲ መርኣዪ መነጽር፣ ኣብ ጫካ ዝተሓብኡ ካሜራታት ክትትል ዘጠቓልል ቴክኖሎጂን እዩ። ወሃብ ቃል ፖሊስ ቻርለስ ፓየር ኣብ ሕዳር ኣብ ዝኸፍእ ተርእዮ ሰባት ኣብ ኩሉ ቦታታት ናይቲ ግዝኣት ብብዝሒ ምስጋሮም ክኸውን ይኽእል ይብል ነይሩ። ንበል ኣብ መዓልቲ ሚእቲ ሰባት ዶብ ሰጊሮም ዝኣትዉ እንተነይሮም፣ መኮንናትና ብመሰረቱ ንኹሉ ሰባት ኣብ ቀይዲ ንምእታው ሰፊሕ ርሕቐት ክሽፍኑ ስለዝግደዱ ከቢድ ክኸውን እዩ። ሕጂ ግን ሃገራዊ መንግስትን ንውጥን ጸጥታ ዶባቱ ዝውዕል ተወሳኺ 1.3 ቢልዮን ዶላር ካናዳ መዲቡሉ ይብል። ኩሉ ሰብ ጠንቂ እቲ ኣብ ቀረባ እዋን ዝጋደል ዘሎ ቅልውላው ኣባይቲ ስደት እዩ ኢሉ እዩ ዝወቅስም። ፖለቲከኛታት ተመጣጣኒ ዋጋ ዘለዎም ኣባይቲ ብዘይምህናጾም ኣብ ውሽጢ 30 ዓመታት ዝተጋደደ እዩ ትብል ከንቲባ ቶሮንቶ ኦሎቪያ ቾው፣ ብርግጽ እታ ሃገር ስደተኛታት ኣብ ምቕባል ነዊሕ ታሪኽ ኣለዋ። ኣስታት ሓምሳ ሚእታዊት ካብ ህዝቢ ካናዳ ቀዳማይ ወይ ካልኣይ ወለዶ እዩ ይብል ኖይማን። እዚ ማለት ወይ ካብ ካልእ ሃገር ዝመጹ ወይ ድማ ሓደ ወይ ክልቲኦም ወለዶም ካብ ካልእ ሃገር መጺኦም እዮም ማለት እዩ። ኣብ ቶሮንቶ፣ ቫንኮቨር እዚ ልዕሊ ሰማንያ ሚእታዊት እዩ። ኖይማን እቲ ህዝቢ ኣብ ልዕሊ ሓደስቲ መጻእቲ ዘለዎ ኣረኣእያ ኣብ ዝምርምር መጽናዕቲ ን ኣርባዓ ዓመታት ተሳቲፉ እዩ። ኣብ ካናዳ እቲ ኣገዳሲ ወይ ፍሉይ ዝኾነ ነገር ድማ ብዙሕነት ምዃኑ እዮም መጽናዕትታት ዘመልክቱ። እዚ ከምዚ ኢሉ እናሃለወ ኣብ ርእይቶ ህዝቢ ከምኡውን ምውሳኽስ ክፍታታት ብዛዕባ ስደት ዝተራእየ ለውጢ ድራማዊ ከም ዝኾነ ይዛረብ። እቲ ስርዓት ከመይ ይሰርሕ ኣሎ ዝብሉ ሕቶታት ዝያዳ ይሕተቱ ኣለዉ። ከመይ ኢሉ'ዩ ዘይሰርሕ ዘሎ? ኣብ ሓደ ካብቶም ኣብ ቶሮንቶ ዝተኻየዱ ተቓውሞታት፣ መጻኢና ክነውሕስ ኢና ንደሊ፣ ከምኡ'ውን ጃምላዊ ስደት ደው ይበል ዝብሉ ጭርሖታት ተራእዮም'ዮም ነይሮም። ስደት ደው ምባል የድልየና'ዩ ይብል ጉጅልኡ ኣብ ገለ ካብኣቶም ተቓውሞታት ዝተሳተፈ ክራታዛር። ደሞዝን ንዋጋ ክራይ ገዛ ዝኣክል ክሳብ ዝኸውን ከነደናጉዮ ኣለና። ኣብ ማሕበራዊ መራኸቢታት እውን ኣብ ልዕሊ ሓደስቲ መጻእቲ ዝቐርቡ ክስታት ይዝርጋሕ ኣሎ። ኣብ ዝሓለፈ ሓጋይ ነባሪት ሞሳጋ ቢች ኦንታርዮ ምዃና ትገልጽ ናታቭያ ዋይት፣ ገለ ሓደስቲ መጻእቲ ኣብ ገማግም ባሕሪ ቀዳዳት ኲዒቶም ደገ ይወጽኡ ኣለዉ ክትብል ኣብ ቲክቶክ ገሊጻ ነይራ። እቲ ጽሑፍ ኣማኢት ኣሽሓት ርእይቶታትን ጸረ ስደተኛታትን ጽልእን ዘስዓበ ኮይኑ ብዙሓት ድማ ሓደስቲ መጻእቲ ናብ ዓዶም ክኸዱ ኣለዎም ክብሉ ሞጊቶም እዮም። ቃለ መሕትት ዝተገበረሎም ኣብ ካናዳ ምስ ዝርከቡ ሓተቲ ዑቕባ ብቐረባ ዝሰርሑ ሰባት ኣብ ዙርያ ኣድላይነት ዝያዳ ጸጥታ ዶባት ዝርእ ዘሎ ልዑል ስክፍታታት ሓተቲ ዑቕባ ዘይርግኣትን ፍርሕን ክስምዖም ይገብር ከምዘሎ ይዛረቡ። ኣብ ሞንትርያል ዝርከብ ማእከል ስደተኛታት ፈጻሚ ዳይረክተር ዓብደላ ዳውድ፣ እቶም ምስኡ ዝሰርሑ ተቓላዕቲ ሓተትቲ ዑቕባ፣ ድሕሪ መረጻ ኣሜሪካ፣ ኣብ ዝተራእየ ቁጽሪ ስደተኛታት ዝወሃብ ዘሎ ትኹረት ዒላማ ከም ዝተገብሩ ክስምዖም ከም ዝገበረ ይኣምን። ብርግጽ ልዑል ጭንቀት ኣለዎም ይብል። እቶም ከም ስደተኛታት ኣብ ካናዳ ክጸንሑ ተስፋ ዝገብሩ፣ ብሓቂ ብዑቕባ ከም ዘድልዮም ክሳብ ዝውሰን ወግዓዊ ኣገልግሎት ሰፈራ ኢሚግሬሽን ክረኽቡ ኣይክእሉን እዮም። ቅድም ክብል ክልተ ሰሙን ዝወስድ ዝነበረ እዚ ሕጂ መስርሕ ክሳብ ሰለስተ ዓመት ክወስድ ዝኽእል እንኮላይ እዩ። ኣብ ቶሮንቶ ሓደስቲ ዝመጹ ስደተኛታት ንምዕቋብ ዝሕግዝ ዳሳትን ባንክታትን መግብን ተዳልየን ኣለዋ። ኣብታ ከተማ ዝርከባ መዕቆቢታት ግዳም ሓደር መብዛሕትኡ ግዜ ከም ዝምልእ ይንገረሉ። ኣብ ዝሓለፈ ክረምቲ ክልተ ኣመልከትቲ ስደተኛታት ኣብ ጎደናታት ቶሮንቶ ድሕሪ ምድቃሶም ብሰንኪ በረድ ከም ዝሞቱ ዝዝከር እዩ። ንባዕላ ኣብ ዓሰርተ ሰለስተ ዓመት ዕድሚኣ ኣብ ሆንግ ኮንግ ናብ ካናዳ ዘጋዓዘት ስደተኛ ዝኾነት ከንቲባ ቶሮንቶ ኦልቪያ ቸው ሰባት ዋላ እውን ክልተ ስራሕ ወይ ሰለስተ ስራሕ ሰሪሖም ክራይ ገዛ ክኸፍሉን ደቆም ክምግቡን እኹል ገንዘብ ክህልዎም ከም ዘይክእል ይርእዩ ኣለዉ ትብል። ብተመጣጣኒ ዋጋ ዘይብሉ ህይወት ምሕላው ዘስዕቦ ጸገም ይርዳእኒ እዩ፣ ከምኡውን ምስጓግ ዝፈጥሮ ፍርሒ ይፈልጦ እየ። ግን ብሰንኪ እዚ ንስርዓት ኢሚግሬሽን ምውቃስ ፍትሓዊ ኣይኮነን ትብል። ተስፋ ምቑራጽ እናበረኸ ምስ ከደም ትሩዶ ኣብ ጥቅምቲ ዓብዪ ለውጢ ከምጽእ ኣፍሊጡ ነይሩ እዩ። እዚ ድማ ኣብ ውሽጢ ሰለስተ ዓመት ብዝሒ ስደተኛታት ብ20 ሚእታዊት ምንካዩ ነይሩ። ካብ ለበዳ ኣብ ዝወጻእናሉ እዋን ኣብ መንጎ ጠለብ ሰራሕተኛታትን ምዕቃብ ዕቤትን ብዝሒ ህዝብን ዝነበረ ኩነታት ሙሉእ ብሙሉእ ብልክዕ ኣይመዘንናዮን ክብል ተኣሚኑ እዩ። ወሲኹ ንኹሎም ደረጃታት መንግስቲ ዝያዳ ሰባት ንምትእንጋድ ዕድል ክህብ ከም ዝደለየ ገሊጹ ነይሩ እዩ። ግን ከኣ ካብኡ ንደሓር ካብ ስልጣኑ ከም ዝለቐቐ ኣብ ግምት ብምእታው እዚ እኹል ድዩ? ፕሬዝደንትነት ትራምፕ ናብቲ ወገን ዶብ ዝውስኹ ዘሎ ስሜት ፀረ ስደተኛታት ዝያዳ ናብ ካናዳ ክዝርጋሕ ሓደጋ ኣሎ ድዩ? ዝብል ዳውድ። እቲ ዘሕዝን ግን ፕሬዝደንት ትራምፕ ኣብ ፖለቲካ ካናዳ ፅልዋ ዝነበሮ ይመስለኒ ይብል። ብዙሓት ፖለቲከኛታት ነዚ ፍርሒ ንምፍጣር ከም ሓደ መንገዲ ይጥቀምሉ ዘለዉ ይመስለኒ ይብል። ካልኦት ድማ ብዙሕ ፅልዋ ከም ዝህልዎ ርግፀኛታት ኣይኮኑን። ካናዳውያን ካብዚ ዝሓሹ እዮም ትብል ኦሊቪያ ቸው። ተኸታታሊ ማዕበል ስደተኛታት ቶሮንቶን ካናዳን ንምህናጽ ከም ዝሓገዙ ንዝክር ኢና ትብል። ቅድሚ ዝቕጽል መረጻ ኣብ ዙርያ ዕቤት ብዝሒ ህዝቢ ዝካትዑ ዘለዉ ፖለቲከኛታት ፍርቂ ካናዳውያን ንባዕሎም ቀዳማይን ካልኣይን ወለዶ ስደተኛታት ምዃኖም ክፈልጡ ኣለዎም። ዓቃባውያን ኣብ ዝቕጽል መረጻ እንትተዓዊቶም ምጉዳል ኢሚግሬሽን ክንጽበ ንኽእል ኢና ይብል ፕሮፌሰር ጆናታን ሮዝም። ግን ፖይሎቨር ጥንቁቕ ስጉምቲ ክወስድ ከም ዘለዎ ይስምር። ኣብ ቶሮንቶ፣ ቫንኮቨር ዝርከቡ ስደተኛታት ወይ ከኣ መረጽቲ ንዝኾነ ዓወት ኣገዳሲ ስለ ዝኾኑ ከም ጸረ ኢሚግሬሽን ክረእ የብሉን። ከም ንቁጠባውን ፖሊሲ ኣባይተን ዝሰማማዕ ዳግማይ ገምጋም ጥራይ እዩ ክረእ ዘለዎ ይብል። መራሕቲ ንግድን ምሁራትን ዝርከብዎም ብርክት ዝበሉ ካናዳውያን እታ ሃገር ነቲ ኣብ ካናዳ ዘሎ ምንቁልቋል መጠን ወሊድ ንምምካት ጽኑዕ ፖሊሲ ዕቤት ክትቅጽል ኣለዋ ዝብል እምነት ኣለዎም።